ሬድዮ ስምረት እዩ ሬድዮ ስምረት ብሓልዮት ዜናን ባህልን ስምረት ኤርትራውያን መንእሰያት ንድሕነት ሃገር ዝፍኖ ናይ ሬድዮ መደብ እዩ ወትሩ ቀዳም ካብ ሰዓት ሓሙሽተ ስጋብ ሰዓት ሓሙሽተን ፈርቓን ድሕሪ ቀትሪ ይፍኖ

ስርዓት ህግደፍ ዘዳለዎ ፌስቲቫል ብደለይቲ ለውጢ ተቓውሞ ገጢምዎ። ስርዓት ህግደፍ ኣብ ሃገር ዘጋጥሞ ሕጽረት ቀረባት ንምሽፋን ካብ ኢትዮጵያ ብኮንትሮባንድ ሃለኽቲ ሸቐጣት ይእቱሎ ተባሂሉ። ገባቲ ስርዓት ህግደፍ ሕጂውን ኣብ ዞባ ቀርኒ ኣፍሪቃ ይህውክ ከምዘሎ ተፈሊጡ። እስራኤል ስደተኛታት ንምጥራዝ ዘኽእላ ሓድሽ ኣሰራርሓ ትኽተል ኣላ ክብል ሂዩማን ራይት ዎች ወቒሱ። ዝርዝር ዜና። ስርዓት ህግደፍ ዘዳለዎ ፌስቲቫል ብደለይቲ ለውጢ ተቓውሞ ገጢምዎ። ቀዳም ዕለት ዓሰርተ ሰለስተ ሓምለ ክልተ ሽሕን ዓሰርተ ሰለስተን ነቲ ህግደፍ ናብ ጀርመን የማነ ማንኪ ዝርከቦም ወይጦታት ልኢኹ ዘዳለዎ ብሽም ህዝባዊ ፌስቲቫል ዝተዳለወ ናይ ሰለስተ መዓልታት ናይ ፕሮፖጋንዳን ኣሽካዕላልን ቅነ ብኤርትራውያን ደለይቲ ለውጢ ተቓውሞ ገጢምዎ እቲ ኣንጻር ህግደፋዊ ፌስቲቫል ዝተገብረ ሰለማዊ ሰልፊ ብኣባል ሓምላይ ሰልፍን ኣባል ባይቶ ከተማ ጊሰን ዝኾነ ጀርመናዊ ናይ ስነ ኣእምሮ ሓኪም ኣቶ ክሮቶ እዩ ተጸዊዑ። ኣብቲ ሰለማዊ ሰልፊ ኤርትራውያን ተቐማጦ ጀረመንን ገለ ተዳናገጽቲ ይዕሩቕ ኤርትራውያን ንውድቀት ኢሳያስ ህግደፍን ዘማላኽት ጭርሖታት ሒዞም ንኣስታት ሰለስተ ሰዓታት ደው ኢሎም ድምጾም ከቃልሑ ውዒሎም። ኣብቲ ቦታ ዕግርግር ከይለዓል ዝሰግኡ ኣባላት ፖሊስ ጀርመን ብብዝሒ ክንቀሳቐሱ ምውዓሎምን ናይ ከተማ ጊሰን ጋዜጣ ከም ዝሓበረቶ ከኣ ኣብ ዳስ ህግደፍ ምስ ኣባላት ጸጥታ ዕግርግር ዝገበረ ህግደፋዊ መንእሰይ መስፈርቲ ኢድ ከም ዘጋጠሞ ሓቢራ። ስርዓት ህግደፍ ኣብ ሃገር ዘጋጥሞ ሕጽረት ቀረባት ንምሽፋን ካብ ኢትዮጵያ ብኮንትሮባንድ ሃለኽቲ ሸቐጣት ይእቱ'ሎ ተባሂሉ። ሸርፊ ወጻኢ ምኽንያት ኩሉ ማሕበረ ቁጠባ ሃገር ኣብ ዝኸፍኤ ሓደጋ ወዲቑ ኣብ ዝርከበሉ ዘሎ ኣብዚ ሕጂ እዋን ውልቀ መላኺ ኢሰያስ እቲ ጸገም ተመሊሱ ከይወቕዖ ብምስጋእ ዋላ ካብ ኢትዮጵያ ከይተረፈ ዝኾነ ይኹን ዓይነት ሸቐጣት ክእቱ ነዚ ጸገም ኬላታት ክለዓል እቶም ብኮንትሮባንድ ክእትዉ ዝጸንሑ ውልቀሰባት ኮነ ኣዘዝቲ ሰራዊት ምትብባዕ ክግበረሎምን ኣባላት ጸጥታ ርእዮም ከም ዘይረኣዩ ክሓልፍዎም ብዘውረዶ መምርሒ መሰረት ካብ ጣፍን በርበረን ክሳብ ንያላ ሽጋራ ዘሎ ፍርያት ኢትዮጵያ ኣብ ዕዳጋታት ከም ዘዕለቕለቐ ምንጭታት ካብ ውሽጢ ሓቢሮም ትብል መርበብ ሓበሬታ ሳሊና። ብኣንፈት ሱዳንን የመንን ብኮንትሮባንድ ዝኣቱ ዝነበረ ማሽላን ሽኮርን ቁሩብ ተዳኺሙ ስለዝጸንሐ ንምብርባሩ ይሰርሕ ኣሎ ዝበሉ እቶም ምንጭታት፣ ኣብ ዕዳጋታት ኤርትራ ብብመዓልቱ ጥራሕ ዘይኮነ በብሰዓቱ ብቐጻሊ ናህሪ ዋጋታት ይፍጠር ብምህላዉ ኣብቲ ስርዓት ከቢድ ስግኣት ስለዝተፈጥረ ምድሪ ኮነ ብባሕሪ ካብ ዝኾነ ይኹን ኣንፈት ሸቐታት ናብ ሃገር ክኣትዉ ከምዘለዎም ብምእማን ማዕረ ማዕረ ንግዲ ደቂ ሰብ ናይ ኮንትሮባንድ ስራሓት ውን ክሰርሕ ስርሐይ ኢሉ ተዓጢቑ ሒዝዎ ከም ዘሎ መርበብ ሓበሬታ ሳሊና ብተወሳኺ ገሊጻ። እቶም ካብ ጎረባብቲ ብስም ደምበ ተቓውሞ ዝተወደቡ ኣኽረርቲ ጉጅለታት ኣብዚ ዓውዲ'ዚ ክነጥፉ ከም ዘለዎም ዝተነግሮም ኮይኑ፣ ካብ ጥሪትን ገንዘብን ሰሪቕካ ምውጻእ ክሳብ ንኮንትሮባንድ ዝኽልክሉ ኣካላት ምቕንጻል ዝበጽሕ ስራሕ ከም ዝተዋህቦም ወሲኻ ሓቢራ። ገባቲ ስርዓት ህግደፍ ሕጂውን ኣብ ዞባ ቀርኒ ኣፍሪቃ ይህወኽ ከምዘሎ ተፈሊጡ። ጋዜጣ ኒውዮርክ ታይምስ ብዕለት ዓሰርተ ሸሞንተ ሓምለ ኣብ ዘውጽኦ ሓበሬታ፣ ስርዓት ህግደፍ ከምቲ ልሙድ ኣመሉ ሕጂውን ንእስላማዊ ዕጡቕ ፋይናንሳውን ንዋታውን ሓገዛት የቕርብ ከምዘሎ ምንጭታት ሕቡራት ሃገራት ናይ ማዕቀብ ክኢላታት ካብ መቓድሾ ሓቢሮም። ኣብዚ ቀረባ እዋናት ጸብጻብ ውድብ ሕቡራት ሃገራት ተቖጻጻሪ ጉጅለን ባይቶ ጸጥታ ሕቡራት ሃገራት ኤርትራ ናይ ማዕቀብ ኮሚቴ ከም ዘረጋገጾ ሕጂውን እቲ ስርዓት ከምቲ ናይ ትማሊ ነቲ ቀጻሊ ዝገብሮ ዘሎ ምትእትታው ይኽሕዶ ኣሎ ይብል። ጋዜጣ ኑዮርክ ታይምስ ወሲኹ ከም ዝገለጾ ስርዓት ህግደፍ ኪንዮ ምድጋፍን ምምዋልን መሳፍንቲ ኩናት እስላማዊ ዕጡቓት ኣብ ውሽጢ መንግስቲ ሶማል ኢዱ ብምትእታው ርግኣትን ቅሳነትን ንምስኣን ይሰርሕ ከም ዘሎ ከኣ እሙናት ምንጭታት ካብ መቓድሾ ሓቢሮም ይብል ካብቲ ዘገርም ህዝቢ ኤርትራ መሰረታዊ ማሕበራዊ ኣገልግሎት ተነፊግዎ ብድኽነትን ስእነትን ተሸሚሙ መሰረታዊ ሃለኽቲ ነገራት ባኒ ማይ ነዳዲ ብሪጋን መቑነንን እንዳተዓደለ ንምህዋኽን ምዝራግን ዝውዕል ሚልዮናት ዶላርታት ከፍስስ ምርኣይ እዚ ጉጅለ ቅንጣብ ሓልዮት ህዝቢ ከምዘይብሉ ዘነጽር እዩ ይብሉ ተንተንቲ። ህዝቢ ንጥሜትን ዓጾቦን እናተሳሕገ ኣብ ጎዶቦ እንዳማቱ ሰጊሩ ከምዚ ዝኣመሰለ ዳንኬራ ኩናትን ህውከትን ክገብር ምርኣይ እቲ ኣብ ኤርትራ ዝገብሮ ዘሎ ናይ ሽበራን ዓፈናን ባህርያቱ መቐጸልታ ምዃኑ'ውን እቶም ተንተንቲ ይገልጹ። እስራኤል ስደተኛታት ንምጥራዝ ዘኽእላ ሓድሽ ኣሰራርሓ ትኽተል ኣላ ክብል ሂዩማን ራይት ዎች ወቒሱ። መሰል ሰባት ዝሕለቕ ኣህጉራዊ ትካል ዝኾነ ሂማን ራይት ዎች ኣብ ዘውጽኦ ሪፖርት፣ እስራኤል ብውሕዱ ሓደ ሽሕን ኣርባዕተ ሚእትን ኤርትራውያን ሱዳናውያንን ስደተኛታት ካብታ ሃገር ንኽወጹ ጸቕጢ ትገብር ሓድሽ ኣሰራርሓ ትኽተል ከምዘላ ካብ ዋሽንተን ኣብ ዝዘርግሖ ሓበሬታ ኣፍሊጡ። ገሊኦም ካብዞም ስደተኛታት ንልዕሊ ሓደ ዓመት ኣብ ማእሰርቲ ዝጸንሑ ከም ዝኾኑ ከኣ ጠቒሱ ኣሎ። ብመሰረት ኣህጉራዊ ሕጊ፣ ፖለቲካዊ ዑቕባ ዝሓተቱ ስደተኛታት ብዘይተለምደ ኩነታት እዮም ኣብ ቤት ማእሰርቲ ክተሓዙ ዘለዎም፣ ዘቕርብዎ ሕቶ ፍትሓዊ ብዝኾነ ኩነት ክረኣየሎን ናብተን ስግኣት ዝኾንወን ሃገራት በስገዳድ ክጥረዙ የብሎምን ይብል እቲ ኣህጉራዊ ትካል። እቲ ብእስራኤል ዝተፈጸመ ተግባር ግን ነዚ ዝጻረር ከምዝኾነ ዓሰርተ ኣርባዕተ ኤርትራውያን ናብ ኤርትራ ክምለሱ ዝተገብረሉ መስርሕ እውን ናይዚ መቐጸልታ ምዃኑ ነጺሩ። ነዊሕ ማእሰርቲ፣ ምርጫ ስደተኛታት በስገዳድ ናብ ሃገር ምምላስ ዝብል ክኸውን ዝፍጸም ዘሎ ሜላ ስለዝኾነ እስራኤል ካብዚ ዘይሕጋዊ ተግባር ክትቁጠብ ኣለዋ ዝበለ እቲ ትካል ብደረጃ ዓለም ሰማንያ ሚኢታዊ ኤርትራውያን ደለይቲ ዑቕባ ከውሊ ክረኽቡ ዝግበረሉ ምኽንያት ናብ ሃገሮም እንተተመሊሶም ከቢድ ቅፅዓትን ደረት ኣልቦ ውትህድርናን ስለ ዝበፅሖም እዩ ክብል ኣብሪሁ። ኣብ ዝሓለፈ ወርሒ ሰነ ካብ እስራኤል ካብ ዝተጠረዙ ክልተ ሽሕ ኣፍሪቃውያን እቶም ሓደ ሽሕን ሰብዓና ሓሙሽተን ኤርትራውያን ከም ዝኾኑ እውን እቲ ሪፖርት ብተወሳኺ ገሊፁ። ዝኸበርኩም ሰማዕቲ ሬድዮ ስምረት ናይ ሎሚ ዜናታትና እዞም ዝተኸታተልኩሞም እዮም ምስ ተረፉ ምድላዋትና ብሓባር ፅንሑ።

ካብ ዝተፈላለየ ኩርናዓት ዓለም ብውድቡ ይኹን ብፍነው በበይኑ ክቃለስ ዝጸንሐ መንእሰይ ኣብ ኮንፈረንስ ደብረዘይቲ ንዓሰርተ መዓልታት ኣብ ህልው ኩነታት ሃገር ድሕሪ ምዝታይ ኩሉ መዳያዊ ህዝብን ሃገርን ኤርትራ ገምጊሙ ኩነታት ህዝብን ሃገርን ኤርትራ ኣብ ኣሻቓሊን ኣብ ኣፈርኩቡን ከም ዘሎ መዚኑ በዚ ከኣ ነቲ ኣብቲ መድረኽ ዝተላዕለ ናይ ኔትወርክ ሓይሊ ዕማም ዝብሉ ሓሳባት ሰጊሩ ሓደ ውዳቤ ሒዝና ክንወጽእ ኣለና ብምባል ስምረት መንእሰያት ኤርትራ ንድሕነት ሃገር ዝብል ትካል ሒዙ ወጺኡ። ስምረት ትካል እዩ። ትካላዊ ኣሰራርሓን ውሽጣዊ ሕግን ዘለዎ ርእሱ ዝኸኣለ ኣወዳድባን ኣቃውማን ዘለዎ እዩ። ስምረት እኩብ ድምር ናይ ዝተፈላለዩ ውድባትን ትካላትን እዩ፣ ሓይል ዕማም ኣይኮነን። ስምረት ኩሎም'ቶም ብዝተፈላለየ ኣሽማትን ውድባትን ክነጥፍ ዝጸንሑ፣ ኩሉ ዝጸንሖም ኣሽማትን ዓይነትን ኣወዳድባን ገዲፎም ብኹለንተንኦም ሰሚሮም ዘቖምዎ ትካል ወይ ከኣ ምንቅስቓስ እዩ። ትካላት ወይ ከኣ ውዳቤታት ትካል የቑሙ እምበር ሓይል ዕማም ኣየቑምን እዩ። ስምረት ሓይሊ ዕማም እዩ ማለት ነቲ ናይ ትማሊ ዝሓለፈ መድረኻዊ ውሳኔ ምኽሓድን ንስምረትን ምንኣኣስን እዩ። ስምረት ክቆም እንከሎ ዘሕለፎም ውሳኔታት ራእይ ኩሉ መዳያዊ ሓርነት ዝረጋገጸላ ካብ ድኽነትን ድሕረትን ድንቁርናን ሓራ ዝወጸት ሃገር ምህናጽ እዩ። ተልእኹኡ ህግደፍ ኣተሓሳስብኡን ዕላማታቱን ንምትግባር ዘዋፍሮም ትካላት ምድምሳስን ህዝብን ሃገርን ካብ ምጽናትካ ብርሰትን ምድሓን እዩ። ቀጻልነት ኤርትራን ኤርትራውነትን ምርግጋጽ እዩ ዕላምኡ። ውሑሱን ሰላማውን መሰጋገሪ መድረኽ ፈጢሩ ህዝባዊ ዲሞክራስያዊ ስርዓት ምትካል ልዕልና ህዝቢ ምርግጋጽ እዩ። ኣገባብ ቃልሱ ኩለመዳያዊ ኣገባብ ቃልሲ ኮይኑ ቁጠባዊ፣ ፖለቲካዊ፣ ማሕበራውን ዲፕሎማሲያውን ወተሃደራውን እዩ። ስምረት መስመሩ ኣረጋጊጹ ዘነጸረ ኣወዳድብኡ ወዲኑ ክቃለስ ዝጸንሐን ዘሎን ትካል እዩ። ካብዚ ብወጻኢ ዝወሃብ ትርጉም ትንተናታትን ግን ካብ ክውንነትን ካብ ሓቅን ዝረሓቐ ክበጽሖ ዘለዎ ሕቡእ ኣጀንዳ ዘለዎ ጥራይ። ስምረት ዕላምኡ ህግደፍ ምሕምሻሽን ክብርን መሰልን ሓርነትን ህዝቢ ምውሓስን እዩ። ስምረት ናይ ዝቃለሱን ሕቶ ህዝቢ ክምልሹ ዝወፍሩ ዜጋታት ዘቃልስ ባይታ ደኣ እምበር ናይ ስልጣን ዘቋምቱን ናይ ስልጣን ጥሙሕ ዘለዎም ኣይከውንን እዩ። ሕቶ ፖለቲካዊ ስልጣን ንምምላሽ ድሕሪ ምድምሳስ ገባቲ ጉጅለ ህግድፍ ጥራሕ እዩ። ኣብ መደምደምታ፣ ስምረት ዕላምኡ ንጹር ዘይሻሙን እዩ። ነዚ ንምንጻር ኣብ ዝተፈላለየ እዋናት መትከላዊ እምነቱ ክገልጽ ጸኒሑ እዩ። ካብዚ ወጻኢ ዝወሃብ መግለጺ ብመትከል ተጻራርነትን እምነትን ስምረትን ምድዋን ንስምረት ዘይመልክዑን ሽሙን ንምሃብ እዩ። እዚ ከኣ ካብ ናይ ቃላት ኲናት ሓሊፉ ካልእ ዘምጽኦ ለውጢ ፍጹም የለን። ካብ ሓቂ ዝረሓቐ ካብ ክውንነት ወፃኢ ዝኾነ ክስታት ፀለመን ኣብ ልዕሊ ስምረት ምፍናዉ ንስምረት የበርትዖን የሐይሎን የብልሖን ደኣ እምበር ንድሕሪት ክመልሶ ኣይክእልን እዩ። ምኽንያቱ መሰረት መትከላዊ እምነቱ ስምረት ነቲ እዋናዊ ድሌት ህዝቢ ዝኾነ ምድሓን ህዝብን ሃገርን ማእከል ዝገብረ ህዝባዊ ዕላማ ተሓንጊጡ ክቃለስ ዝወሰነን ብትብዓት ዝቃለስ ዘሎን እዩ። ኣካል ስምረት ዝኸውን ዕላማታት ምስማርን ስምረት ብምቕጻልን ንምዕዋቱን ክሰርሕ ድሉው ዝኾነ ደኣ እምበር፣ ስምረት ክትከውን ብምድላይ ጥራሕ ኣይኮነን። ኣካል ስምረት ምዃን ስምረት ዘረጋግጽ ኣብ ሓበራዊ እምንቶ ራእይን ዕላማን ክትሰምር ብዘይቅድመ ኩነት ድሉው ብምዃን ጥራይን እዩ። በቲ ስምረት ኣውጺእዎ ዘለዎ ኣወዳድባ ምስ ትውደብን ተወዲብካ ግቡእኻ ምስ ትፍጽምን ቅሩብ ምስ ትኸውንን ጥራይ እዩ። ካብዚ ወጻኢ ከቶ የልቦን። ስምረት መቃለሲ ባይታ እምበር ስልጣን መመቓረሒ ጎጆ ኣይኮነን። ስምረት ሓፋሽ እዩ ወሳኒ ኢሉ እዩ ዝኣምን። እዚ ማለት ስልጣን ናይ ህዝቢ እዩ። እቲ ስልጣን ዝህብን ዝኸልእን በዓል ቤት ስልጣን ዝኸውንን ህዝቢ እዩ። ቃልስና ብህግድፍ ተገቢቱ ህዝባዊ ስልጣን ናብቲ ዋንኡ ዝኾነ ህዝቢ ምምላስ እዩ። ዘለናዮ መድረኽ መድረኽ ቃልሲ ደኣ እምበር ናይ ስልጣን ቁርቁስ እዋን ኣይኮነን። የግዳስ መድረኽ ቃልስን መድረኽ ህዝብን ሃገርን እዩ። ቃልሲ ከኣ ናይ ዝቃለሱ እዩ። ብግብሪ ዝዋስኡ፣ ኣብ ባይታ ብግብሪ ዝተቃለሱ ዝበቕዐን ከኣ ይመርሕ እዩ። ኣብ ቃልሲ ስለ ዝመርሐ ጽባሕ ድሕሪ ምፍራስ ህግድፍ ስልጣን ይረክብ ማለት ግን ኣይኮነን። እምንቶ ስምረት እዚ እዩ። ካብዚ ወጻኢ ንዝሓለፈ ተመኩሮ ምድግጋምን ናይ ዕንኪሊል መድረኽ ምእታውን እዩ። ስምረት ከኣ ታሪኽ ክደግም ተፈትንዩ ውጽኢት ዘይተረኽቦ መንገዲ ኣገባብን ክኽተል ፍቓደኛ ኣይኮነን። ሕጂውን ነቲ ዕላማታት ስምረት ዝቕበል ህዝባዊ ዕላማ ዝርዕም ኩሉ ዝሰምር ባብ ስምረት ርሒብን ርሑውን እዩ። ራእይን ተልእኾን ዕላማ ስምረት ህዝባዊ እዩ። ጭቁናት ደቂ ጭቁናት ክዓስልዎ እዮም ባቡር ስምረት ህዝባዊ ዕላማ ተሓንጊጣ ካብቲ ማርሳ ተበጊሳ እያ ከም ዝዕወት ድማ ፍጹም ኣይንጠራጠርን ሓርነትና ናይ ግድን እዩ ስምረት መንእሰያት ኤርትራ ንድሕነት ሃገር።

ኣብዚ ለይለይ ሰዊት ዕድመይ ጅግንነት ክፍፅም እጃመይ ተላዒ ዘለኹ ኣነ መንእሰይ ህጹጽ መልእኽቲ ንምድሓን ሃገር! ብስምረት መንእሰያት ኤርትራ ንድሕነት ሃገር! ቁጽሪ ሓደ ምሉእ ምትእምማን። ኣብዚ ለይለይ ሰዊት ዕድመይ ጅግንነት ክፍጽም እጃመይ ተላዕለ ኣለኹ ኣነ መንእሰይ። ኣሕዋትን ኣሓትን ብፍላይ ከኣ ኣብ ኩሉ ኩርናዓት ዓለም እትርከቡ መንእሰይ ብዛዕባ ምልኪ፣ ጭቆናን ግፍዕን ጉጅለ ህግደፍ ዘካትዕ ፍልልይ የብልናን። መን'ዩ እዚ ኣረሜናዊ ጉጅለ ኣይገፈፈንን ዝብል? መኒኸ ናብ ሸላታት ዓዲ ኣበይቶ፣ ማይ ስርዋን፣ ናኹራን ገላዕሎን ካልኦት ከም ቤት ትምህርትታትና ኣይተመላለስናን ዝብል? መኒኸ ብስም ሃገራዊ ኣገልግሎት ኣወዳትና ነዳቖን ሚናዋልን ገዛውቲ ጸሃይትን ዓጸድትን ግራውቲ ወተሃደራዊ መኮንናት ህግደፍ ኣይኮኑን ዝብል? መን'ዩ? ካብ ኣሓትና ደቂ ኣንስትዮ መፍላሕቲ ቡን፣ መጋቦ፣ ሓጻቦን ክዳውንቲ ኣይኮናን፣ ብሰብ ጽሩራ ኣይተደፍራን ኣይተዓመጻን ዝብል? መን'ዩ? እቲ ከርፋሕ ናብራ ባርነት መሪርዎ ናብ ስደት ሃጽ ኢሉ ዝኸደ ሓው ኮነ ሓብቲ ወይ ዘመድ መተዓብይትን መማህርትን የብለይን ዝብል? መን'ዩ? ካብ ዓጽመ ስግኡ፣ ቤተሰቡን መቕርቡን ፈታዊኡን ኣብ ምድረ በዳ ዘይተረፈ፣ ኣብ ባሕሪ ዘይተዋሕጠ፣ ኣብ ሲናይ ዘይተሓርደን ዘይተጨፍጨፈን ሓዊ ዘይነደደን። እዚ ብሃገርና ስልጣን ገቢቱ ዘሎ ጉጅለ ኣረመኔን ጨካንን ገፋዕን ቀታልን እዩ። ዓዲ የፍርስን ስድራቤታት ይዕኑን ኣሎ። ኤርትራን ህዝባን ይበርሱን ይጸንቱን ኣለዉ። እዚ ከኣ ናይ ሓባር መረዳእታና እዩ። ይትረፍ ንኤርትራዊ ዜጋ ነታ ርሑቕ ዘላ ዓለም እውን ንፋስ ዝወቕዖ ሓቂ እዩ። እዚ ከኣ ኩልና ብማዕረ ንፈልጦ ብግብሪ ዝተመኮርናዮን ንምኮሮ ዘለናን እዩ። እቲ ኣብ ባይታ ዘሎ ሓቂ እምበኣር ከምኡ እዩ። ንሓደ ዕስራን ክልተን ዓመታት ወሲዱ ዘይተቐየረ፣ ክቕየር እውን ፍጹም ሕልናን ሓሳብን ዘይብሉ ወይ እውን ብፍቶቱ ኣንፈት ዘየርኣየ፣ ነቶም ብልዝብ ክህድእዎ ዝፈተኑ ኣይፋልናን መንገድና ንዕሪ ንዝበሉ ኣብ ስንጭሮ ዒራዒሮ ኣብ ጎዳጉዲ ዘእቱን ኣማሲኑ ዝቐትልን ኣፉ ዝኸፈተ ዘበለ ኩሉ ዘሕቅቕ ዒም ዝበለ ይተሓጎም እናበለ ንፁሃት ዜጋታት ዝሓርድን ዝበልዕን እዩ። እዚ ጉጅለ ናብ ልቡ ተመሊሱ ምስ ነብሱን ምስ ህዝቢ ኤርትራን ዘዕርቕ ባህልን ባህርን ልቦናን የብሉን። ሓደ ንጎሆ ባህ ኣቢልዎ ሓራም ኢሉ እንተመሓለ፣ መብጽዓታት ክገብርን ሕድገታት ክገብር እውን እንተፈተነ ፍጹም ዝእመን ኣይኮነን። ከምቲ ለባማት ዝብልዎ ክሰርቀኒ ዝረኣኹዎስ ክመልሰለይ ነይኣምኖ እዩ ነገሩ። ድሕሪ ደግምሲ፣ ካብ ጉጅለ ህግደፍ ንጽበዮ ሓድሽ ነገር ከቶ የልቦን። ጉጅለ ህግደፍ ንዝሓለፈ ዕስራን ክልተን ዓመታት መመላእታ ምስ ኩሉ ሕብረተሰብ ኤርትራ ኩናት ከፊቱ እዩ። በዚ ከኣ እዚ ዘይበሃል ገበናት ኣብ ልዕሊ ህዝቢ ኤርትራን መንእሰያት ኤርትራን ፈጺሙ እዩ። ስለዚ ገበነኛ ጉጅለ እዩ። ገበነኛ ከኣ ኣብ ቅድሚ መጋባእያ ቀሪቡ ፍርዱ ይቕበል ደኣምበር ምሕረት ኣይግብኦን እዩ። እዚ ኣብ መንጎ ህዝቢ ኤርትራን ህግደፍን ዘሎ ረጽሚ ብቓልሲ ዝፍታሕ ደኣምበር ዝዕረቕ ኣይኮነን። እቲ ፍታሕ ኣብ ዑና መቓብር ህግደፍ ባንዴራ ፍትሕን ሓርነትን ምንብልባል ጥራሕ እዩ። ካልእ ኣማራጺ ከቶ የልቦን። ኣብዚ ለይለይ ሰዊት ቅድመይ ጅግንነት ክፍጽም እጃመይ ተላዕየ ኣለኹ ኣነ መንእሰይ። እሞኸ ደኣ እንታይ ንግበር? ከምቲ ኣቐዲሙ ዝተገልጸ ብሰንኪ ህግደፍ ዝፈጸሞን ዝፍጽሞ ዘሎን በደል ገባት የተሓሳስብኡን ህዝቢ ኤርትራ ኣደዳ ሞት፣ ስደት፣ ድኽነት፣ ማእሰርትን ውርደትን ኮይኑ እዩ። ከም ሳዕቤኑ ከኣ ማእለያ ዘይብሉ ብኣማኢት ዝቑጸር ህዝቢ ኤርትራ ንስደት ይውሕዝ ኣሎ። ስድራቤታት ይበታተና ኣለዋ። ሓረግ ወለዶታት ይብተኽ ኣሎ። ሃገር ትጸንት ኣላ። ኤርትራን ህዝባን ከኣ ዘይተኣደነ ስቓይ መከራን ኣብ መንጎ ምቕጻልን ዘይምቕጻልን ኣብ ቀራና መንገዲ ይርከቡ። እቲ ቀራና መንገዲ ሓደ መንገዲ ምጽናትን ምብራስን እዩ። እቲ ካልእ ከኣ ካብቲ ኣብ ዝባንና ኣንጸላልዩ ዘሎ ናይ ምብራስ ሓደጋ ክንድሕን ንወስዶ መንገዲ ድሕነትን ቀጻልነትን እዩ። እቲ መንገዲ ምጽናት ህግደፍ ኣብ ስልጣን ምስ ዝቕጽል እዩ። እቲ መንገዲ ምድሓን ከኣ ህግደፍ ካብቲ ገቢቱ ሒዝዎ ዘሎ ስልጣን ክእለ ምግባር እዩ። ነዚ ንምግባር ድማ ሓደን እንኮን ኣማራጺ ምቅላስ ጥራሕ እዩ። እቲ ካልእ ኣማራጺ፣ እንዳተሰደድካ፣ እንዳሞትካ፣ እንዳተሓረድካን እንዳተኣሰርካን ምንባር እዩ። ኣብ ስደት ዓዲ ጓና ካልኣይ ዜጋ ኮንካ ምንባር እዩ። እዚ ከኣ ምንባር ኣይኮነን። ንሪኦ ዶ ግዳ የለናን? ስርዓት ህግደፍ ኣብ ውሽጥን ወጻእን ዝኸዶ ዘሎ መንገዲ ውድቀቱ ዘይተርፍ እዩ። እዚ ስርዓት እዚ ኣብ ልዕሊ ህዝቢ ኤርትራ ባርዕ ኩናት ወሊዑ ምስ ኩሎም ጎረባብቲ ተናኺሱ ኣብ ቀጻል ረጽሚ ይርከብ። ኪንዮ ህዝቢ ኤርትራን ጎረባብትን ሰጊሩ ምስ መላእ ሕብረተሰብ ዓለም ናይ ቃላት ኩናት ካብ ዝጅምር ዓመታት ኣቑጺሩ ኣሎ። በዚ ዝኸዶ ዘሎ ኣገባብ ድሕረይ ሳዕራ ይብቆላ፣ ናይ ካልኦት ተግባር ከይተሓወሶ በቲ ባዕሉ ዝወልዖ ረጽሚ ንርእሱ ባዕሉ ዝጠፍኣሉ፣ ነብሰ ቅትለት ዝገብረሉ ኩነታት'ዩ ዘሎ ኣብ ባይታ ኤርትራ። እንተኾነ ህግደፍ ከም ኩሎን ገበትቲ ስርዓታት ብዋጋ ስልጣኑ ዝመጾ ኩሉ ዝጠፍኤ ይጥፋእ፣ ክንዲ ዝወሰደ ግዜ ይውሰድ፣ ዋላ ኤርትራ ብሃገራ ህዝቢ ኤርትራ ድማ ከም ህዝቢ ይጥፍኡ ግዲ ዘለዎ ኣይኮነን። እዚ ክንዲ ዝኾነ እዩ ከኣ ህዝብን መንእሰይን ኤርትራ ኣብ ኣርዑት ባርነት ዝጸምድ፣ መንእሰያት ሃገሮም ገዲፎም ሃጽ እንተበሉ ቅጭጭ ዘይብሎ፣ ኣብ ባሕሪ እንተተበልዑ ኣብ ሲናይ እናተሓርዱ ጸማም እዝኒ ዝህቦም ዘሎ። ሕሉፍ ሓሊፉ ብመንገዲ መኮንናቱ ዕሸላት ኤርትራ ከም ኣቕሓ ዕዳጋ ዝሸይጥ ዘሎ ስርዓት እዩ። ህግደፍ በቲ ባዕሉ ዘሳወሮ ከባብያዊን ገባቲ ኣተሓሳስብኡ ዝፈጠሮን ቀጻሊ እናተባርዐ ዝኸይድ ዘሎ ውሽጣዊ ቅልውላው እናተሓመሰ ኣብ መንጎኦን ኣብ መንጎ ህዝቢ ኤርትራን ዝነበረ ዝምድና ዝምድና ከብድን ሕቖን ኮይኑ ኣሎ። በዚ ከኣ በቲ ኣዕናዊ ባህርያቱ ዝፈጠሮ ባርዕ እናተለብለበ፣ ዓንኬል መሓውራቱ እናተመናነሀ፣ እናሃመመን እናተበተነን፣ ህዝብን ሃገርን ኤርትራ ለኪሙ ክጠፍእ፣ ተተርኢስዎን ክወድቕ ጨኪኑ ዝሰሓግ ዘሎ ስርዓት እዩ። እንተኾነ ህዝብን ሃገርን ኤርትራ ተተርኢሱ ከይጸድፍ፣ ድሕነት ህዝብን ሃገርን ከነውሕስ፣ ቀጻልነት ኤርትራን ህዝባን ንምርግጋጽ ሎሚ ብዘይውዓል ሕደር ክንውደብ፣ ለኪሙና ከይጸድፍ ካብ ሱሩ ክንምሕዎ ክንቃለስ መድረኽ ይጠልበና ኣሎ። ከምቲ ኣብ ባይታ ዘሎ ሓቂ ውድቀት ህግደፍ ዘይተርፍን ዘየጠራጥርን እዩ። ብኸምኡ ግን ሰብ ከይልክም፣ ከምቲ ኣዕሩኽቱ ዝገብርዎን ዝገብርዎ ዘለዉን ኣብ መንጎ ሰለማዊ ህዝቢ እናተሓብኡ ንህዝቢ ድፋዕ ገይሩ ህይወቱ ከድሕን ከም ዝፍትን ፍሉጥ እዩ። ትማል ኣብ ፅባሕ ናፅነት፣ ሓምለ ሽሕን ትሽዓተ ሚእትን ቴስዓን ኣርባዕተን፣ ኣብ ሰለማውያን፣ እሞ ድማ ኣካለ ስንኩላን ሓርበኛታት ፍርቂ ኣካሎም በጃ ህዝቢ ዝሃቡ ብጾት ገዛእ ርእሱ ብዘይ ንሕስያ ጠያይቲ ዘዝነበ ጃንዳ እዩ። ምስ ተጸገመ ናብቲ ጭቁን ሰላማዊ ህዝቢ ከቢድ ብረት ንምዝናብ ካብ ምፍታን ድሕር ከምዘይብል